ሃየ ኣዜብየይ ሕጂ ኸኣ ብ ሓሙሽተ ስጋብ ኣርባዕተ ስጋብ ሓሙሽተ ዘሎ ዕድመ ክዛረብ ቀንዲ ክዛረበለን ዝደሊ ኣብ ኣርባዕተ ስጋ ሓሙሽተ ዘለዉ ሕጂ መን ምዃኖም ይፈልጡ እዮም ምስ ዓበዩ እንታይ ክኾኑ ደልዩ እንታይ እዮም ክኾኑ እንታይ ዓይነት ስራሕ እዮም እንታይ ዓይነት ፋሚሊ እንታይ ዓይነት ዳርጎ ይጅምሮ እዮም ንእሽተይ ማች ማች ኤርሊ ክንደያ ቆልዑት ክወልዱ እንታይ እዩ ገለ ይጅምሮ እዮም ግን እቲ ብድበለፀ ድበለፀ መሓዝኦም የለልዩ ነዚ ክስቶ ፈትዎ እየ ክስቶ ኣይፈትዋን እየ ክብሉ ይጅምሩ ምስጢራት ክሓብኡ ይጅምሩ ተስፋይ ምስ ደቅኻ ብጣዕሚ ክሎዝ ትሕን ኮንካ ዋላ ሓንቲ ምስጢራት ኣይሕበኣካን እዩ ኣይሕብሩካን እዩ ከምዚ ንእሽተይ ነገራት ክቆምጡ ሰፕራይዛት ገለመለ ገለ ይፈትዉ እዮም ግን ድሕን ምስኦም ደይ ትቀርብ ኮንካ ብዙሕ ሰፕራይዛት ብዙሕ ምስጢራት ብዙሕ ርብሾም ብዙሕ ነገር ህሎም ደይ ትፈልጦ ማለት እዩ ድሕን ፅቡቅ ጌርካ ደይ ጀመርካዮ እዚ ሰዓት እዚ እቲ ጽቡቕ ሰዓታት ኣብ ትምህርቶም ምሓዙ ዝገብሩሉ ጸላኦምን ፈታኦም ዘለሊ ዋላነት ኣየናይ መምህር ፈቶም ኣየናይ መምህር ኣይፈቶም እንፈልጡሉ እሶም ከማን የማን መምህር ይፈቱ ንመምህር ይጸልኡ ዝኾነ ዘከላልዩ እዩ ንፉዓት እዮም ከዓኒ ቆልዑት ኣብ ምልላይ ኣይግድሾምን እዮም ሓቂ እዮም ድዛረቡ ዋላ ናቶም ይኹን ዋላ ለይናቶም ይኹን ሓቂ ዝረኣዮም ምክንያቱ ስለዘይተማህረው ተሓሶትን እንታይ ድበሃለን ስለዚ ኣብዚኣ ክዛረበላ ድልየ ዘለኹ እታ ዝበለፀት ምሽን ክገብራ ደልየ ዘለኹ እቲያ ምስጢር ሕጂ ድሕን ኣብ ገዝኦም ብጣዕሚ ኦፖን ኮይኖም ምስድራ ቤቶም ፍቁራት ድሌቶም ክብሉ ኦፖን ድሕን ኮይኑ ምስጢር ኣይሕዙን እዮም ኣብ ደገ ምስጢር እዚ እሞ ኣይትንገሩ ተባሂሎም መጀመርታ መፅኦም ድዮም ክዛረብዋ ፀወታ ይኮናል ወይ ካኣ ነቦም ሆኤቨር ኣበል ኣቨልቭል ዘሎ መን እዩ ድሎ ናጻ ከም ዝዛረቦ ፍሉጥ እዩ እቲ ትርጉም ናይ ምስጢር መትሓዚኡ ካኣ ክፈልጥዎ እዮም ንምንታይ ምስጢር ሕዙ ኣብ ገዛና ምስጢር የለን እንታይ ምስጢር ኣይፈልጥዎን እዮም ግን እዚኣ እታ ሰዓት እያ ግን ምስ መሓዙቶም ሓሳባት ክቀያየሩ ይኸሉ እዮም እቲም ቆልዑ ዲፐንድ ክምቲም ቆልዑት እኳ እንተ ኮነ መፂም ከማ ነዲኦም ነግርዋ እዮም ወይ ነቦኦም ነግርዎም እዮም ምስቶም መሓዞም እንታይ ተባሃሂሎም ኩሉ ገዛ ማዕረ ኣይኮነን ማዕረ ኣይኮነን ብፍፁም ማዕረ ክኾን ኣይክእልን ግን ኩሉ ገዛ ሓደ ኣይኮነን ገገዛ ነንበይኑ ኣተሓሕዛ ስለ ዘለዎ እታ ገዛኻ ድሕን ፅብቅ ጌርካ ሒዝካያ እታ ናይቲ ሓንቲ ገዛቲ ቆልዓ ክፈርዳ ከሊብዋ ከሎ so ገገዛ ንኻ ምጥዓይ ጽቡቕ እዩ ሕጂ እታ ቀንዲ እቲ ኩሉ ፍሉጥ እዩ ከምቲ ተባህለ ኩሉ ክማላእ ክኽእል ኣለዎ ግን ተን ቀንዲ ኣብዛ ሰዓት እዚኣ እቲ ቆልዓ ዝርብሸሉ ሰዓት ከኣ ኢለ እየ ስድራ ቤተይ ክሞቱ እዮም ኢሉ ዝርበሸሉ እዩ ከማነይ ናይ ውሽጡ ኹን ዋላ ናይ ኣይስድዩ ኣይተፈለጠን ግን ዳርጋ ይርበሽ ምክንያቱ ካብቲ ኢነሰንት እንዳጎርሐ ስለ ዝመጽእ ዘሎ ናይ ግድን እዩ ግን እታ ምስጢር እያ ንዓይ ክዛረበላ ደልየ ዘለኹ እቲኣ ምስጢር ኦፖን ክትኮን ኣለዋ ምስጢር ክህልዎ የብሉን ኣብ ገዛ ንምንታይ ምስጢራት ይህሉ እሞኻ ቆልዓ ኣይደልዩ ምስጢር ክሓብእ ኦፐን ክዛረብ ኣለዎ ዝኾነ ዋላ ከማኒ ፕርተንዲን ፀወታ ክትፃወት ትኽእል ኢኻ ሕጂ እቲኣ ሰበይቲ ምስታ ውላዳ ኣይዲያ ኤክስቸንጅ ክትገበር ትኽእል ኣለስ ኣነ ኣማማ ኣይኮንኩን ንስኻ ከዓ ጓል ኣይኮንክን ካልእ ጓል ኢኻ ንዕንዕልል እንታይ ዋዲ ቲንክ ኦፍ ሚ ተባሂልካ ክተዕልል ትኽእል ኢኻ እቲ ሓሳብ ናይ ተቆልዓ ግድሾም ንቆልዑ ክነግሩ ክኾኑ እዮም እዋ ጓለይ ንዓይ ትብለኒ ዝነበረት ካልእ እዩ so ክነግሩኻ ስለ ዝኽእሉ ኣብኡ ከለኻ ከማን ሳክ ክትምሃር ትኽእል ኢኻ ናትካ እንታይ እዮም ደቅኻ ድሓስቡ ብኣኻ ክትፈልጥ እቲ ድዓበየ ጸጋ እዩ ምኽንያቱ ጠባይኻ ኣመሓይሽካ ድዩ ምስኣቶም ሓደ ትከውን ትኽእል ማለት እዩ ብሕጉሳት ክኣ ኮኑ እቶም ቆልዑ ድሕን ተረዲእካዮም ክትርዶም ኣለካ ባየኒ ሚንስ ክትርዶም ኣለካ ኣረድኡኒ ክትብሎም ኣለካ ምክንያቱ ድሕን ተረዲእካዮም እቶም ቆልዑት ሕጉሳት ይኾኑ። ኣብቲ ናተይ ለበል እባ ፋዘረይ ማዘረይ ኣላ ተባሂሉ ፅቡቕ ይኾኑ እዮም ሶ ኢስ ግድ ሶ እንታይ ከም ዝኾኑ ይፈልጡ እዮም ፈታውዮም ፀላእዮም ይፈልጡ እዮም ላይክን ዲስላይክ ኣይ ላይክ ዲስ ቲቸር ኣይ ዶንት ላይክ ዲስ ቲቸር ይብሉ እዮም ዋላ ካብ ንዋላ ኣብ ባዕኮም ዋላ ድሕን ብዙሕ ድርብሾም ኮይኑ ኣይፈትዎን ብተለቪዝዮን ድሕን ድቃፀፆም ኮይኑ ኣይፈትዎን እዮም ዋላ ኣሞኦም ሓቦኦም ገለመለ ከምኡታት ኣለዉ ደይፈትዎ ሰብ ኣለዎ እቲ ሰዓት እቲ እዩ ምክንያት ክለዎም ይኽእል እዩ ግን እታ ምስጢር ምስጢር ከይሕዙ ማእታን እንታይ ዓይነት ምስጢር እዩ ካብ መሓዝኦም ድሕን ነጊርዎም እንታይ ይርከብ ኣሎ ብትገዝኦም ኢትሰከይ ግን ምስጢር ክሕዝ የብሎም ቆልዓ ምስጢር ባርካ ዘይብሉ ቆልዓ ምክንያቱ ቆልዑት ብጣዕሚ ሎያል እዮም ሕጂ ብዙሕ ነገር ክርከብ ስለ ዝኽእል ምስጢር ክሕዙ የብሎምን ኦፐን ክዛረቦ ከሎ ኣይ ቲንክ ነዚኣ ሳብ ዝያላ ቻው ኣዜብ ባይ